እንታይ ደኣ ጠኒስኪ ዲኺ እንታይ ደኣ ኣፍ ገገፍ ኢኺ ደኣ መሸንቲ ሒዝክኒ ከለኺ ነይ ነይ ነይ ነይ ሰላም ሰላም ሰላም ቤተሰብ ሰላም ከምኡ እዩ ዝሕለ እዩ እዚ ሳም ሪያክት እዩ ዝተፈላለዩ ቪድዮታት ቀውጥና ቤንግ ብዝኾኑ ቪድዮታት ሒዘልኩም መፀ እኒኹ ሰብስክራይብ ምግባር ከይትርስዑ ኢኹም ቤተሰብ ተተሞችኩም ላይክ ግበሩ ኢኹም ዳይ ላብ ቪድዮ ንሕለ እስኪ ብና መጀመርያ ቪድዮና ንቐፅል

ሕሉል
ኤህ ወደይ ኤህ ዝተቐምቐመ ሰብ እዩ ኣፉል ገፊሕ ኢለና ኣሎ ኣይ ዶንት ኖው ላወጻለሽ ትነጽእ ስምኒ እንዶ ካርማ ጎል ኢርድ ኢኺ ወሎ ጎል ትግረ ኢኺ ከበይ ከበይ ኢኺ ካብ እንዳ ሻዕብያ ዲኺ እንዳ ሻዕብያ ዲኺ እንዳ ህወሓት

ካብ ማርኬት ግዛ ኣቢልካ ጣይታ ጌርካ ኣብኡ ግብር ተብሎ
እዎ እቲ ጠብሶ ድርቅ ክብለልካ ጥብስ ጥብስ ኣቢልካ ሹት ትጠብሶ ክደርቀልካ ኣነ ተጋጌ ኣነ ደረቀኛ ብምሕታት ተጋጌ
ጽባላ ኣይተጋገኻን ኣነ ኣነ ተጋጌ ኖ ኣይተጋገኻን ንስኺ ተጋግኽና ኣለኹ ጽቡቅ ኣለኹ ኣነ ተጋጌ ጽቡቅ ኣለኻ

ኣይ እዚኣ ምግቢ ናብ ምብልሻይ እቅድ እዩ ኔዋ እምበይ ጥሕሎ ቆሊኻ ጠቢስኻ ምእንታን ክደቀልኻ ምናምን ኣይትሰርሕን ነውራም። ሕልልቲ።
ላዋጻላይ ቪድዮና ንእተ። ሓንቲ ሕቶ ክሓተካ እየ ሓንቲ መልሲ ትምልሰላ ሃገርና ጽቡቅ ኣላ ዋላ ሕማቅ ኣላ። ኣምላኽ መስገን ጽቡቅ ኣላ። እንታይ ረኺባ? ኣምላኽ ይመስገን ጽቡቕ ኣላ ኣብ ጓናሲ ተንበርኪኻ ኢዳ ያበትን ጽቡቕ ኣላ
ሳሚ ብዛዕባ መግዛእቲ ኮንኩን ደዕለካ ዘለኹ እሞ ብለካ ኣለኹ እንታይ ኣንተ ዳሃድካ ጣታ ዘወዲ ሃገርና ጽቡቕ ኣላ ኢልካ ንምሽ ያ
ኣብዚ ስደት ኣይትገብራላ ንዓኻን በዓል ክድዓት ክንሕሉ እያ
ኣነሲ ኣብ ስደት ብለካ ኣለኹ ደለኹዎሲ ዓርኪ ሕሉፎ ተሕልፎ ኣሎ ታዘክረን እስከ ላይተር ኣቐብሎ ላይተር ብለካ ኣሎ
ላይተር ኣቐብለኒ ክብለካ ፀኒሑ ከይዱ እንታይ ኢልካኒ
ኣብ ሓደ ገዛ እናደለ እንድዒ ላይተር ክብል ፀኒሑ እንታይ እዩ ኮይኑ
ይህ ወደይ ኣብ ኣፍሪካ ኮይኑስ ጽቡቅ ለሎ ሃገር የለይ ኣፍሪካ ኣትሊስት እንድሕር ኮንካ ኣእ ዝሓወይ ጽቡቅ ያኮን ኮይኒ ኢካ ኦኬ ንቀጽል እስቲ
እሺ ተማሃሮ ሎማዓንቲ ብዛዕባ እንታይ ኢና ንመሃር ብዛዕባ ሓዘን ኣባኻኸ ዓውዲ ሓዘን እሺ ብምንታይ ኢና ንጅምር ናይ ርሑቕ ቤተሰብ ተኮይኑ ናይ ርሑቕ ቤተሰብ ተኮይኑ እዚኣ ብቻ ድምፂ ካሊእ ምስ ብቻ ኢና ንብል ድምፂ ነባኽን የለን ድምፅ ነበኽ ነውነ ፈርዲ ኪመዶ በቃ እዚያ ብቻ
ማለት እዚያ ብቻ ቅርብ ለለ ከዚ ቅርብ ለለ ከመይ ብና ገዛኹም ክልተ ሰለስተ ኣንጎሎ ምናምን ለለ ቤተሰብ ምናምን ተኾይኑ ከመይ ትክሉ ኣዚያ ንሽተ ጭውት ምንስ ድምፅ ደስ ኩሉ ፋሚሊ ምናምን ንብል ማለት እዩ

ኣብ ማእኸል ጨጉሪ ምንጫት ምናምን ትምጭት ትኽእል ኢኻ ኖርማል ኖርማል
ዋው አጨብጭበናል። ጎዝ መምህር ብተግባር ማለት እዩ። ለቆፀለ ቪዲዮና ነተ

ይመስለኒ። ተጋሩ ኒውስ ካብዞም ናይ ትግራይ ሳይት ዘለዉ
ሶማል ዝፈልጦም ዶ ከማን ንዓና ዝመስሉ ኣለዉ ኣለዉ ሶማል ኣለዉ ዶ ሶማልላንድ ወንት ሶማል ሽታት ዝበሃል ከሎ ሶማል ታይከ ዝበሃላት ኣለዉ ኣለዉ ኣምሓርና ከማን ዛረቡ ሶማሊ ኣምሓርኛ ዝዛረቡ እኒአው እዮም። በርግጥ ግን ሰማል ብትግርኛ ኣይ ዶንት ኖው ኣይ ሸላ ካብ ቀጥ ነጻ ኢልና ኢለ ኢና ነጻ ቲክቶከራት ኢትዮጵያ ናብ መቐለ ምምፃእ ከዝለኣየቋረፂ እኔዉ ለካቲት ዓሰርተ ሓደ ፍዮራ መፅያ ኺይራ እኒኣ ማለት እዩ

ታይ ኢኻ ሕሩጭ ገፋይ ፋና ኮይንካ ሓንቲ ወርሒ ከዘውቲ ታይ ታይ ዓይነት መራሒ እየ ካልኣ እየ ሕሩጭ ገፋይ ፋና ኮይንካ በሊዐ ድየ ሓድር ኣለኹ ኮይኑ ሃመይ ሃም ሓድር ኣለኹ ትፈልጥ ካልኣይ የካቲት ዓሰርተ ሓደስ ሚስጥር መዛዘሚ ዓወታትና እውን እያ ይብል ነይሩ ኣየኑ ኣየኑ ዝተዛዘመ ዓወት እኒና ዶ ሓደ ታኣዩ ዝተዛዘመ ዓወት እኒኤ ናዮ ብልምዓት ድዩ ካብ ኩናት ዲና ዓሪፍና ንፈልጥ ኮይና ለሚዕና ዲና ፀጊብና ዲና ሓዲርና ንፈልጥ ኮይና ካብ ምሕኻኽ ዲና ዓዲ ውዒልና ንፈልጥ ኮይና ኣየኑ ዓወት እዩ ተጠቕሊሉ ኣየኑ ዓወት እዩ ተዛዚሙ ልምንታይ ኢኹም እቲ ህዝቢ እዙይስ ዓሰርተ ሻዕ ናሰወግኹም ናሰወግኹም መሊስኻ ላብኡ መሊስኻ ላብኡ ክፈርሕ ክርዕድ ከይናገር ናልቡ ከይናገር ላገበርኹሞ መፂኹምስ ልምንታይ ኢኹም ኸዚ ለሱ ኢልኹም ትድሉልና ተወለዶ ሚጥቶ ሚጥቶ ሚጥቶ ንስኻ እሞ ኢልክኒ በልክኒ ብዛዕባ እዚኣ ዴቭ ንስኹም ኢልኩምኒ እዩ ኣይብልኩምን እዚኣ ሓንቲ ንገልፅለ። ኣብ ሓንቲ ሓጻር ቃላት ኢልኩምኒ ወላ ኣይበልኩምኒ ን- መልኣክ ያ ንኣምላኽ ኢልኩምኒ ዶ ያ ያ ኢልኩምኒ ኦኬ ካልኣይቲ ጎጆ ዝዛረባ ዘለኻ ካልኣይቲ ጎጆ ዝዛረባ ዘለኻ እዚኣ ኣብ ሽቓ ግበሮ ኣብ ሽቓ ግበርያ ክንበሃል ኦኬ ከሎና ኣብ ሽቓ ግበርያ ክትብለኪ ኮላ ያ ኣብዚኣ ከኣ ዝበልክኒ መሸንቲ ሒዝክኒ ከለኺ እ፣ ነይ ነይ ኣብ ነይ ሽቓ ላላላ ነይ ላላላ ነይ ላላላ ላላላ ንዕኻ እዚኣ ካልኣይቲ ከኣ ኣስብርያ ሓታ ካልኣይቲ ካልኣይቲ ከኣ ኣስብርያ ስምዒ እይ ወላ
ዋላ ሐንቲ ነገር ገሩ ምሸላ ግን ያው ቶግ እዩ እ። እሺ ቤተሰን ሎምዓንቲ ልሓዝኽዎም ቪድዮታት ዚኦም መስሉ ነይሮም ኣቀፃሊ ብልገራርሙ ቪድዮታት ሒዘ እስካዕ ልምለስ ያው ኣብ ቲክታክ ልተፈላለዩ ቪድዮታት ሜንሽን ምግባር ትኽእሉ ኢኹም ብዚ ትሪእዎ ለለኹም ዩዘርኔም ማለት እዩ እስካዕ ውሽጢ ዕቲ ግን ሰብስክራይብ ምግባርና ላይክ ምግባር ከይትርስዑ ቤተሰብ